ብሕብረተሰብና ነውሪ ዝኾነ ዘይልሙድ ኣልሚዱ ዜግነት ጀርመን ኣብ ውሽጢ ሓጺር ግዜ ከውህበኪ'የ ዝርከቦም ገበታ መብጽዓታት ደርዲሩ ልበይን ገንዘበይን ለኻኺሙ ዝተሰወረ መታለሊ ጀርመናዊ። መቸም ኣፍሪቃውያን ኩሉ ጻዕዳ ሃፍታም ኩሉ ጻዕዳ ኩፉእ ዘይፈልጥ ልቡ ከም ገጹ ጻዕዳ ገንዘብ ዝልግስ እምበር ፈጺሙ ዘየታልል እዩ ዝመስለና መቸም ኣነ በዛ ነብሰይ ከምኣ እያ ትመስለኒ ኔራ ብዙሓት ከምዚ ከማይ የዋሃት ኣፍሪቃውያን ኣሕዋተይ ውን ብስም ኤውሮጳዊ ወይ ጻዕዳ ምዃኑ ጥራይ ሓደ ማሕበራዊ ብሉጽነት ወይ ሶሻል ካፒታል ሂበን ገንዘብ ኣለዎ ኢለን ብምሕሳብ ብቐሊሉ ክታለላ ይረኣያ እየን። ኣነ እውን ኣቐዲመ ብዙሓት ናይ ብጸዓዱ ዝተታለላ ኣፍሪቃውያን ዛንታ ሰሚዐ ከብቅዕ፣ ከየቕለብኩ ልበይ ብእምነት ኣጥፊኤ ኣደዳ ቁጠባውን ሞራላውን ክሳራ ኮይነ እርከብ። እዚ ንዓይ ዝጎነፈኒ ጀርመናዊ ጻዕዳ እውን ናይ ሓሶት መብጽዓታት እናኣተወ እዩ ገንዘበይን እምነተይን ሒዙ ዝተሰወረ። ንዓይ ፈቲሑ መሓዛይ ንዝተመርዓወ በዓል ቤተይ ነበር ክሕርቕ፣ ተፋቲ ሓይለን ንዝተወራዘየለይ መሓዙተይ ከሕርር ዝቐረብኩዎ ጻዕዳ፣ እንሀ ኹልኩም ድሕሪ ሕጂ ብጥቓ ጻዕዳ ከም ዘይሓልፍ ገይሩኒ። ሎሚ ዛንታይ ከካፍለኩም ዝመረጽኩ፣ ካባይ ተመሃሩ፣ ንሰብ ብሕብሪ ቆርበቱ ጥራይ መዚንካ ሃንደራ ኢልካ ናብ ዝምድና ምእታው ከምዚ ከማይ ኣደዳ ጣዕሳን እህህታን እዩሞ ዝገብር ካብ ከምዚ ናተይ ግርህነትን የዋህነትን ዝመሎኦ ውሳኔ ተሓየቡ ደኣ ንምባል እዩ ብፍላይ ደቂ ሄዋን ኣሕዋተይ ካብ ዛንታይ ብዙሕ ከምትማሃራ ርግጸኛ እየ። ሰላምታና ይብጻሕኩም ዝኸበርኩምን ዝኸበርክንን ተኸታተልቲ ፓራዳይዝ ሚድያ። ኣብዚ ቻነል እዚ ብዙሓት ሓቀኛ ፍጻሜታትን ኣብ ሓቀኛ ፍጻሜ ዝተሞርኮሱ ዛንታታትን ከም እነቕርበልኩም ዝፍለጥ ኮይኑ ኣብ ቻነልና ብናይ ብርዒ ስም ክነቕርበልኩም እትደልይዎም ዛንታታት ምስ ዝህልውኹም በቲ ኣብ ቦታ ኮመንትን ኣብ ስክሪን ቪድዮታትናን እንገድፈልኩም ናይ ዋትስኣፕ ሕሳብና ብመልክዕ ናይ ጽሑፍ ወይ ናይ ድምጺ መልእኽትታት ክትሰዱልና ንምሕጸነኩም። መለበምን ኣይግበርካ መለበምን ኣይኽላእካ ስለ ዝኾነ፣ እትሰዱልና ዛንታታት ንዓኹምን ንተዓዘብትናን ብዙሕ ትምህርቲ ከቕስሙ ስለ ዝኽእሉ ኣይትብቀቑልና ንብለኩም። እዚ ቻነል እዚ ሕብራውያን ዛንታታትና ኣብ ስደትን ካብ ውሽጢ ሃገርን ዝቕርበሉ እዩ። ኣብዚ ቻነል እዚ ዛንታታት ስደት፣ ጣዕሳ፣ ሓጎስ፣ ዓወት፣ መውስቦ፣ ባህልን ሕብረተሰብን ካልእን ክትቋደሱ ኢኹም። ነዞም እነቕርቦም እዋናውያን ዛንታታት እንተፈቲኹሞም፣ ላይክ፣ ሼር፣ ኮመንትን ሳብስክራይብን ብምግባር ኣተባብዑና ንብለኩም። Paradise. ፌርዶስ ብዝብል ናይ ብርዒ ስም ተላለዩኒ። መንነተይ ንምሕባእ ስመይ ጥራይ ዘይኮነ ብዙሕ ውልቃዊ ሓበሬታታት ቀያይረ ኣለኹ። ኣብ ኣስመራ እየ ተወሊደ ዓብየ። ጌና ጓል ዕስራን ክልተን ዓመት እንከለኹ ንስደት ዝወጻእኩን ንሓያሎ ዓመታት ኣብ ሓንቲ ካብ ሃገራት ኣፍሪቃ ብጻዕሪ ዝነበርኩን ሓብትኹም እየ። ምሉእ ህይወተይ ኣብ ስራሕን ንስድራይ ኣብ ምሕጋዝን የሕሊፈዮ። ኣብቲ ዝቕመጠሉ ሃገር እትው ምስ በልኩ፣ ኣብ ውሽጢ ሓጺር ግዜ'የ ካብ ሓደ ኣብ ኤውሮጳ ዝነብር ወዲ ገዛውተይ ገንዘብ ተለቂሐ ንኡሽተይ እንዳ ቡንን እንዳ ቁርስን ከፊተ። ፈጣሪ እንጀራይ ሰሪዑለይ ድማ እታ ንኡሽተይ ትካለይ ኣብ ውሽጢ ሓጺር ግዜ'ያ ሓበሻን ደቂ ዓድን ዓማዊል ኣጥርያ። ኣብ ከባቢየይ ዝነበራ ዓበይቲ ቤት መግብታት እውን ክንዲ ናተይ ይሰርሓ ኣይነበራን። ክሳብ ቦታ ዝስእንን ምስ ጎረባብተይ እናተደፋፋእኩ ሰድያታት እናወሰኽኩን እየ ዝሰርሕ ዝነበርኩ። ኣብኣ ሰሪሐ ቁሩብ ገንዘብ ኣዋህሊለ እውን ግፍሕ ዝበለ ቦታ ተኻርየ ምጥን ዝበለት ባርን ቤት መግብን ከፈትኩ። እዛ ሓዳስ ትካለይ እውን ድሮ ካብታ ንእሽቶይ ትካለይ ሒዘዮም ዝሰገርኩ ዓማዊል ስለ ዝነበሩኒ ቀልጢፋ'ያ ዓሚራትለይ። ብድሕሪ እዛ ትካል እዚኣ እውን ነዛ ክሳብ ሕጂ ዘላ ዓባይ ቤት መግብን መስተን ኣጥርየ። እዚ ሕጂ ዘሎ ትካለይ ሓበሻ ኣሕዋተይ ኣፍሪቃውያንን ጸዓዱን ዝዘናግዑሉን ዝምገቡሉን ፍሉጥ ቤት መግቢ እዩ። ምስጢር ዓወተይ ጻዕሪ'ዩ። ስራሕ ባርን ሬስቶራንትን ገዛኢ ስራሕ ክነሱ ደኺመ ከይበልኩ'የ ለይትን መዓልትን ሰሪሐ። ብዝተኻእለኒ መጠን ጽቡቕ ትሕዝቶን ሰርቪስን ከቕርብ እቃለስ። ፍረ ጻዕረይ ድማ ኣይሰኣንኩን። ብተወሳኺ ነብሳ ንኢዳ ደኣ ከይትብሉኒ እምበር መልክዐይን ቁመናይን ውን ዝወጻኒ ዘይብለይ ዋሕኖ'የ። እዛ ዋሕሎ እትብል ቃል ኣቦይ ዘውጽኣለይ ንጽባቐይ እትገልጽ ቃል እያ። ሓቂ ሓይሽ ግን መልክዐይን ቁመናይን ኣብቲ ናይ ባርን ናይ ቤት መግብን ስርሐይ ኣየመራሳሕኩዎን። ብዙሓት ሓበሻን ወጻእተኛታትን እኳ ብገንዘቦም ከስድዑኒ ዝፍቱኑ እንተነበሩ፣ ኣነ ግን ምስ ኩሎም እናሰሓቕኩ'የ እንጀራይ ዝኣሪ ዝነበርኩ። ብዙሓት ኣብ ገዛይ ዝመጹ ሰባት ክውንኑኒ ሃተምተም ይብሉ ነይሮም እዮም። ኣነ ግን ሓንቲ ጭርሖ ነይራትኒ። ምስ ሓደ ካብ ዓማዊለይ እንተድኣ ወጽየ ወይ ፍቕራዊ ዝምድና እንተ መስሪተ፣ ክብረይን ስመይን ክጠፍእን ዓማዊለይ ክስወሩን እዮም። ንኹሉ ፍሽኽታ እናድረርኩ፣ ኩሎም ንዓይ ንምውናንን ንምምሳጥን ንሓድሕዶም ክወዳደሩን ግን ማእለያ ዘይብሉ ውስኪታት የውርዱለይ ነበሩ። ኣነ ግን እንትርፎ ደስ ክብሎም ሓንቲ ብርጭቆ ኣማሩላ ኣውሪደ ምስሓቕን ምዝንጋዕን ንኻልእ ማዕጾይ ዕጹው'ዩ ነይሩ። ክብርትን ሕፍርትን እውን ነበርኩ። ዋላ'ውን መስተ ኣብዚሑ ደፊሩ ኣካለይ ዝትንክፈኒ ነበረን። ከምኡ ንዝፍትኑ ድማ በቶም ከክንዲ ዝራብዕ ዝኾኑ ጋርድታተይ ኣሕኒቚ'የ ካብ ትካለይ ዘውጽኦ። ንጽባሒቱ እቕሬታ ክሳብ ዝሓተኒ'ውን ዋላ ደጊሙ ናብ ገዛይ መጺኡ ፈጺመ ገጽ ኣይህቦን። እዚ ድማ ዝያዳ ክብርትን ዘይትድፈርን እገብረኒ ነይሩ። መቸም ደቂ ተባዕትዮ ኣሕዋትና ማዕረቲ ልቦንኦምን ሓይሎምን ኣብ ጓልን ህልኽን እንተ ኣትዮም ቆልዑ እዮም ዝቕየሩ። ክሳብ ኣነ እንተ ዘየውጺኤያ ኩስቶ ኣይኮንኩን እናበሉ ኣሽሓት ዶላራት ዘትሕዙሉ እዋናት እውን ነይሩ። ብዙሓት ወጻእተኛታት ብፍላይ ደቂ'ቲ ዝነብረሉ ዓዲ እውን ብዙሕ መብጽዓታት እናኣተዉ ምሳይ ክወጹ ላዕልን ታሕትን ይብሉ ነይሮም እዮም። ኣነ ግን ክሳብ ሓደ ዘፍቅሮ ረኺበ ሓዳረይ ዝገብር ምስ ዝኾነ ዓሚለይ ከይወጽእ ምስ ነብሰይ ሱባኤ ኣትየ ነበርኩ። እግዝኣብሄር እመስገን ውን ኣብ ውሽጢ ሃገር ዝነብሩ ስድራይ ገዛ ሰሪሐሎምን ኣሕዋተይ ኣመርዔን እየ። ድሕሪ ገለ ዓመታት ግን ካብቲ ንነዊሕ እዋን ዝጸናሕክዎ ናይ ቃልሲ ሂወት ርሕቕ ኢለ፣ ንነብሰይ ዝኸውን ዕረፍትን ሓድሽ ምዕራፍን ክኸፍት ወሰንኩ። ደጊም ደልዲለ እሞ ንዓይ ዝመስል መናብርቲ መሪጸ ሓዳር ክገብርን ንዓይ ዝመስሉ ክወልድን እውን በሃግኩ። ኣብ ከምዚ ዓይነት ኩነተእምሮ እንከለኹ ድማ ሓደ ብተደጋጋሚ ሓዳር ክገብረልኪ እናበለ ዝሓተኒ ዝነበረ በዓል ጸጋ ኤርትራዊ ኣብ ኣእምሮይ ብልጭ በለኒ። ብኹሉ ውልቃዊ መምዘኒታተይ ምሳይ ዝኸይድ ኮይኑ ስለ ዝረኸብኩዎ ድማ ስነ ስርዓት መርዓ ፈጺምና ሓዳር መስረትና። ከይዶንጎኹ እውን ነብሰጾር ኮንኩ። እዚ ምኩሕ በዓል ጸጋ ሰብኣየይ ግን ካብታ ቀለቤት ዝኣሰርናላ ዕለት ክቆጻጸረኒ እዩ ጀሚሩ። ትካልኪ ብማናጀር ክነካይዶ ኢና፣ ኣነ እውን ዝሰኣንኩዎ ስለ ዘይብለይ ኣብ ገዛኺ ኮፍ ኢልኪ ሓዳርኪ ጥራይ ግበሪ እናበለ'ውን ክጭቕጭቐኒ ጀመረ። ኣነ ግን ንሓሳቡ ኣይተቐበልክዎን። ምኽንያቱ ስርሐይ ማለት ንዓይ መንነተይ'ዩ ነይሩ። ሰሪሕካ ርሂጽካ ምእታው ዝለመደት ነብሰይ፣ ሕጂ ኣብ ገዛ ኮፍ ኢላ ምውዓል ፈጺማ ክትቅበሎ ኣይትኽእልን። ብተወሳኺ ኣነ ከም በዓልቲ ሓዳር መጠን፣ ገዛይን ሓዳራይን ምሉእ እንከሎን፣ ንሰብኣየይ ዘጉደልኩሉ ዘይብለይን ስራሕ ክገድፎ ጸቕጢ ክገብረለይ ፈጺሙ እይተዋሕጠለይን። ኣነ ካብዛ ንእሽቶ ግን ድማ ዓቢ ተስፋ ዘለዋ ስርሐይ ተበጊሰ ኣብ ዝለዓለ ደረጃ ክበጽሕን ንደቂ ሄዋን ኣሕዋተይ ነብሰን ክኽእላን ሰብኡተን ብቑጠባ ንኽሕግዛን ኣብነት ክኸውን እምበር ንድሕሪት ከም ሽንቲ ገመል ኣብ ገዛ ተዓጽየ ክውዕል ፈጺመ ኣይቅበሎን። በዓል ቤተይ ግን ፈጺሙ ተጣራጣርን ተቋጻጻርን ተቐየረ። ስራሕ ምግዳፍ ዝኣበኺ ዝለመድክዮ ስለ ዘለኪ'ዩ። ንስኺ ኣብ ስቕ ዘሎ መሰቓ ስቕ ኢኺ። ብደገኺ ኢኺ ዘይትድፈሪ ትመስሊ እምበር ብሕቡእ ምስ ብዙሓት ሃፍታማት ወጺእኪ ኢኺ። እዚ ሃብቲ'ውን ካብ ባዶ ተበጊስኪ ኣየጥረኽዮን እናበለ ሰላም ከልኣኒ። ንገለ ሰብ ኣብ ባር ስለ ዝሰራሕካን ነብስኻ ስለ ዘልዓልካን ጥራይ ኣመንዝራ ኮይንካ ኢኻ ትስምዖ በቃ ብስራሕካ ዩ መዝነካ ብተወሳኺ ገለ ገለ ፈቲኖም ዘይሰለጦም ሰብኡት ምሳይ ዜራ ከምዚ ጌራ እናበሉ ብሓሶት ኣውርይለይ ስለ ዝነበሩ ፈጺሙ ብቅንኢ ተሓመሰ ወረ ሰብ ውን ንልቡ ጠወዮ ገለ ደቂ ተባዕትዮ ሓቲቶምኻ ምስላጥ ምስ ዝኣብዮም ከምዚ ጌረያ ከምዚ እንዳኣላ እዚ ዝኣደባ ወዘተ እናበሉ'ዮም ንጹሃት ደቂ ሄዋን ኣሕዋቶም ጸሎሎ ዝቐብኡ። ሰብኣየይ ድማ ካብ ንዓይ ንዕኦም ክኣምን መረጸ። ከምዚ ኢልና ናይ ጭቕጭቕን ቆይግን ህይወት እናሕለፍና ድማ ቀዳማይ ውልድና ተቦከርና። ንኹሉ ወንዚፍና እውን ከመይ ዝኣመሰለ ጽምብል ገይርና ጥምቀትና ጸምበልና። በዓል ቤተይ ግን እቲ ብ ገዛ ኮፍ በሊ ዝብል ሕማሙ ብቐሊሉ ክገድፎ ኣይከኣለን። ኣነ ግን ሰበይቲ ሰሪሓ እንተ ኣትያ ኣብታ ሓዳር ዓቢ ኣበርክቶ ከም እትገብር፣ ጽግዕተኛ ዘይኮነ መሻርኽቲ ሰብኣያ ከም እትኸውን፣ ንደቃን ንኻልኦት ደቂ ሄዋንን ኣብነት ከም እትኸውን፣ ሰብኣይን ሰበይትን ብሓደ ምስ ዝሰርሑ ወይ ኣብ ነናቶም ስራሕ ምስ ዝውዕሉ ምሸት ናይ መዓልታዊ ተመኩሮታቶም ጥዑም ዕላል ከም ዘዕልሉን ንርክቦም ከም ዘደልድሉን እየ ዝኣምን። እወ ኣነ ሰሪሐ ምእታወይ ክድነቕ እምበር ክጽቀጥ ይግበኣኒ ነበረን። ነዚ ንዓይ ስምዕኒ ጥራይ ዝብል በዓል ቤተይ እውን ናተይ ስራሕ ክፈተለይ ኣይኮንኩን ዝበልክዎ። እናሰራሕኩን ወናኒት ዓቢ ትካልን ኮይነ እዩ ዝፈልጠኒ። ንሱ ግን ወይ ሓዳርኪ ወይ ስራሕኪ ምረጺ ብምባል ፈጺሙ ዋጠረኒ። ኣነ ድማ ዝገበርካ ግበር እምበር ስርሐይ ክብረተይ እዩ፣ ፈጺመ ኣይሓድጎን ብምባል ሓንገድኩ። ተፋታሕና ድማ። በዓል ቤተይ ግን ኣብ ህልኽ ኣተወ። ምስታ ንኸባቢ ዓሰርተ ዓመታት ምሳይ ዝበልዐትን ዝሰተየትን ኣብ መርዓና መሓዛ ዝነበረትን ጓል ፍቕራዊ ርክብ ጀሚሩ። ተመርዒውን ሓዳር ገበረላ። ህያብ ብምባልውን ንዓይ ዘይገበረለይ ናይ ባኮ መኪና ገዝኣላ። ንዓይ ስራሕ ኣቋርጺ ብምባል ይጭቕጭቐኒ ከም ዘይነበረ እውን ዓቢ እንዳ ቡቲክ ከፈተላ። እታ ትማሊ ስራሕኪ ከይተቋርጺ ናይ እንዳ መን ብርጅዋ'ዚ ኣብ ገዛ ዝኣስረኪ ካብ ስራሕኪ ምግዳፍ ፍትሕ ሕሸኪ እናበለት ትመኽረኒ ዝነበረት ዝኣምና መሓዛይ ምስ ሰብኣየይ ተመርዕያ ምስ ረኣኹ ንዓይ ፈጺምካ ዘይጽወር እዩ ነይሩ። ካብ መጀምርታኡ ትብህጎ ከም ዝነበረትን ኮነ ኢላ ክተፋታሓና ትጽዕር ከም ዝነበረትን ሓሳብ ልባ ከም ዝሰመረላን ውን ደምደምኩ። ኣብ ከቢድ ህልኽን ቂምን ውን ኣተኹ። ሕጂ ክሓስቦ እንከለኹ ምስ መሓዛይ ሓዳር ምግባሩ ከሕርቐኒ ግቡኦይነበረን። ግን ነገር ሰብ ከይተርፍ ንዕኡን ንመሓዛይን ንምሕራቕ ሓድሽ ናይ ዕንወት ጉዕዞ ጀመርኩ። ሕጂ ክሓስቦ ከለኹ ፈጺመ ዘይፈልጣ ሰብ'የ ኮይነ ነይረ። ህይወተይ ብፍቓደይ ዘይኮነ ብኣጋይሽ ዝኾኑ ናይ ቂምታን ህልኽን ኣጋንንቲ ክዝወር ጀመረ። ከምቲ ንሓደ ዓቢ ህንጻ ድኽመት ሓንቲ ዓንዲ ዓነውነው እተብሎ፣ ሓያል ጓል ሄዋን ዝነበርኩ ሰበይቲ፣ ምስ በዓል ቤተይን መሓዛይ ነበር ሰበይቱን ዝጀመርክዎ ህልኽ፣ ነቲ ጸጋታት ዝመልአን ዝተባረኸን ዕትሮ ህይወተይ ክሸራርፎ ጀመረ። እንሆ ድማ እቲ ሓደ ነቲ ሓደ እናለከመ መወዳእትኡ ጥራይ ኢደይ ተሪፈ። እቲ ቀዳማይ ንሸውሃት ህልኸይን ቂምታይን ከርዊ ዝወሰንክዎ ውሳኔ፣ ምስ ናይ ቀረባ መሳርሕቲ ሰብኣየይ ዝኾነ በዓል ጸጋ ዝምድና ምምስራት ኢዩ ነይሩ። ሓቂ ይሓይሽ ካብቶም ዘይስሕቡኒ ሰብኡት ኢዩ ዝነበረ። ናይ ህልኽ ሸውሃተይ ንምዕጋብ ግን ቀረብክዎ ደኣ። ገይረዮ ዘይፈልጥ ውን ምስኡ ብጋህዲ ኣብ ማእከል ትካለይ መስተ ሰትየ ፈኾስኮስ ክብል ጀመርኩ። ነቲ ልማዱ ዘይነበረኒ መስተ ክሰትዮ ምስ ጀመርኩ'ውን፣ ምስ ህልኽ ተሓዋዊሱ መሊሱ ከስክረንን ከቕልለንን ጀሚሩ። ብኸምኡ ዘይፈልጠኒ ሰብ ከኣ፣ መወዳእታ በዓልቲ ባር እዚ'ዩ እንዳበለ ክወራዘየለይ ከኣለ። ሰብኣየይ ነበርን መሓዛየይ'ውን መፍትኦም ረኸቡ። እዚኣ ኣይፈለጥኩማን እምበር ሰላሕ እናበለት ብዓለገ እንድያ፣ ካብኣ ምፍትሐይ ተገላጊለ እንድየ እናበለ ከወራዘየለይ ጀመረ። እቲ ዝያዳ ዘሕመመኒ እተን ካልኦት መሓዙተይ እውን ምስታ ደመኛይ ዝኾነት ሰብኣየይ ዝመንዘዐትኒ መሓዛይ ምውጋነን እዩ። ንዓይ ፈጺሞም እዮም ነጺሎምኒ። ኣብ ክንዲ መሊሰ ዝሕይልን ብስራሕን ምዕባለን ሕነይ ክፈዲ ዝጅምርን ግን ኣብ ህልኽ ኣትየ መሊሰ ንነብሰይ ንቑልቁል ክተኽላ መረጽኩ። ጸኒሐ እውን ምስቲ መሳርሕቲ ሰብኣየይ ዝመስረትክዎ ዝምድና ኣፍሪሰ ምስ ሓደ ኣብቲ ዝነብረሉ ከተማ ሃብታም ዝኾነ ሰብኣይ ተጸመድኩ። እቲ መሳርሕቲ ሰብኣየይ ካባይ ክወልድ ድሌት ስለ ዝነበሮን ስለ ዝገደፍኩዎን ክወሓጠሉ ስለ ዘይከኣለ ብወረን ትምክሕትን ስመይ ጸለሎ ክቐብኦ ጀመረ። ስመይ እውን ተበለለ። ኣነ ግን ፈጺመ ኣየቕለብኩሉን። ምኽንያቱ ኣብ ንእስነተይ ዘይገበርክዎ ንድሕሪት ከም ሽንቲ ገመል ተጓዒዘ ኣብ ስኽራንን ኣብ ዕብዳንን እየ ዝነበርኩ። እቲ ዝገርመኒ ሕጂ ክሓስቦ እንከለኹ፣ ነቲ ሓደ ወደይ እውን ጸባ ሓሊበ ንግሆ ምስ ሰራሕተኛ ምስ ገደፍክዎ፣ ከይረኣኽዎ ዝድቅሰሉ ብዙሕ እዋናት ነይሩ። እቲ ሓሊበ ዝገድፈሉ ጸባ እውን ጥዑይ ኣይነበረን። ምኽንያቱ ከም መጥበዊት ኣደ ጥዕና ዘለዎ መግብን መስተን ዘይኮነሲ፣ ኣብ ጥራይ ከብደይ ኣልኮላዊ መስተ እየ ዝወስድ ነይረ። ንሂወተይ ብፍቓደይ ምዕናው ተመኒኒ፣ ሂወትን መጻእን እቲ ጻዕዳ ወረቐት ወደይ ውን የዕኑ ነበርኩ። ህልኸይ ግን ክብረይ ክመልሰለይ ዘይኮነ፣ መሊሲኡ ፎኳስ ታኒካ ባሕሪ ክገብረኒ ጀሚሩ። ኣነ ግን ክሳብታ ናይ መወዳእታ ናይ ዕንወት ደቒቕ ፈጺሙ እይተሰወጠንን። እቶም ብፍቓደይ ናብ ህይወተይ ዝዓደምኩዎም ሳጥናኤልን ሰዓብቱን ንምስትውዓለይ ፈጺሞም ደፊኖሞ ነበሩ። መዓልታዊ ጸሎተይ ሰብኣየይን መሓዛይን ነበራት ክፋትሑን እቲ ናይ መሓዛይ ቡቲክ ጠፊሹ ክርእን ሃረር እየ ዝብል ዝነበርኩ። ከፋትሑዎም ይኽእሉ እዮም ዝበልኩዎም ዝፈልጦም ምስጢራት መሓዛይ እውን ንሰብኣየይ ነበር ብኸብጽሑሉ ዝኽእሉ ሰባት ኣብ ባረይ ብኽፉቱን ብዓውታን ይዛረብ ነበርኩ። ኣብ ትካለይ ዘሎ ካዕበት እንጀራ ገዲፈ፣ ናይ ጸላእተይ እንጀራ ከቋምትን ውድቀቶም ክምነን፣ ወዲቐ ዝቕበረሉ ጉድጓድ ይፍሕር ምንባረይ እሞ ኣበይ ተረዲኡኒ። ብሰንኪ ቅለተይን ኣብ ስራሕ ዘርኣኽዎ ሸለልትነትን፣ ሰትየ ዓማዊል ክቕይም ስለ ዝጀመርኩ፣ ትካለይ'ውን እናንቆልቆለ ክኸይድ ጀመረ። ኣነ ግን ሕጂ ውን ኣየቕለብኩሉን። ዘዋህለልኩዎ ገንዘብ እናመሓኹ ከም ህላላ ኣድጊ ይሃልል፣ ከም ከልቢ ገዛውቲ ምስ ኩሉ ይዘውር ነበርኩ። ንጽህትን ሓያልን ሰብ ምዃነይ ከርኢ ዝጀመርኩዎ ህልኽ መሊሱ ድኣ ንንጽህናይ በለለን ንሓይለይ ኣዳኸመን። ኣብ ከምዚ ናይ ዕብዳንን ዳንኬራን እዋን እንከለኹ እዪ ድማ ምስዚ ኣረሜን ጀርመናዊ ዝተላለኹ። ናብ ገዛይ ተራ ዓሚል ኮይኑ እዩ መጺኡ። ምስ ዝተፈላለዩ ሰባት ብምምጻእ ከኣ ኣብ ባረይ ይሰቲ ነበረ። ሓንቲ ተካል ምሸት ግን እቲ ምሳይ ዘማሲ ዝነበረ ወዲ እቲ ዓዲ ፍቃርየይ ናብ ገዛይ ኣይመጸን። እዚ ጻዕዳ እውን በይኑ ስለ ዝነበረ ምስኡ ክሰቲ ዓደመኒ። እታ ቀዳመይቲ ናይ ብላክ ሌበል ብርጭቆ ዊስኪ ችርስ ክንበሃሃል እንከለና ግን፣ እታ ኣብ ገምገም ዝነበረት ህይወተይ በዚ ጻዕዳ ሸለው ኢላ ከም እትጸድፍ ይፈልጥ ኣይነበርኩን። እዛ ቐላል ዘይውርዚቲ ፎካስ ዘይከም ኣዴታታ ድማ በታ ሸዓኣ ለይቲ ምስቲ ጻዕዳ ሓደርኩ። ብድሕሪ እዚ እዚ ጀርመናዊ ዝኾነ ጻዕዳ መዓልታዊ ናብ ትካለይ ክመላለስ ጀመረ። እቲ ምሳይ ፍቕራዊ ዝምድና መስሪቱ ዝነበረ ወዲ እቲ ዝነብረሉ ከተማ ክሕነቕ ክሳብ ዝደሊ ድማ ምስዚ ጻዕዳ ሃንደበት ኣብ ዕቡድ ፍቕሪ ወደቕኩ። ንዓማዊለይ እንቋዕ ደሓን መጻእኩምን እንታይ ዝጎደሎ ኣሎ ምባል እውን ኣቋረጽኩ። እቶም ድኻመይ ዝረኣዩ ሰራሕተኛታት ውን ሕሳብ ከታልሉንን ክሰርቁንን ጀመሩ። ትካለይ ድማ ካብቲ በጺሓቶ ዝነበረት ሰማይ ብግራፊቲ ትወድቕ ነበረት። ግን ድማ እታ ከድሕና ዝኽእል እንኮ ሰብ ንባዕለይ ብዕጽፊ'የ ዝወድቕ ዝነበርኩ። እታ ብዓማዊል መርገጺ እግሪ ዘይነበራ ትካለይ ኣነን እዚ ጻዕዳ ሰብኣየይን ጥራይ ከንጨርመላ ጀመርና። ኣቦታትና ከምዚ ምስ ረኸቡ ንግዱ ኣብ ከብዱ ይብሉ፣ ኣነ'ውን ነታ ትካለይ ንኸብደይ ጥራይ ክጥቀመላ ጀመርኩ። በቃ ባዕለይ ይሰትየላ፣ ባዕለይ ይበልዓላ፣ ባዕለይ ይስዕስዓላ፣ ባዕለይ ይጭፍረላ፣ ዓማዊለይ ግን ኣርሒቖም ጠፊኦም'ዮም። እወ እቶም ናይ ነዊሕ ዓመታት ዓማዊለይ ናብቶም ኣነ ስለ ዝበለጽክዎም ባሮምን ቤት መግቦምን ጥርሑ ዘምስ ዝነበረ ሰባት ገዲፎምኒ ግዒዞም። እወ ሂወት ከምኡ እያ። ሓደ ክኸስር እንከሎ ዝኸስብ ኣሎ፣ ሓደ ክወድቕ እንከሎ ዝትስእ ኣሎ፣ ሓደ ክመውት እንከሎ ውን ዝውለድ ኣሎ። ነዚ ምስዚ ጻዕዳ ፍቕሪ ናይ ምጅማር ኣጋጣሚ ድማ ንኸሎም ጸላእተይ ንምስዓርን ንኹሎም ዝወራዞዩለይ ዘሕርርን ሓድሽ ህይወት ንምጅማርን ክጥቀመሉ እየ ተሃንጤ። ማርክ እዩ ዝበሃል። ፈጺሙ ሰሓቕ ዘየቋርጽ ዱልዱል መንእሰይ እዩ። በተን ውሑዳት ናይ እንግሊዝኛ ዓቕመይ ክዛረቦ እንከለኹ ብሰሓቕ ፍልሕ እዩ ዝብል። እታ ሞራለይ ኣውዲቐ ዝነበርኩ ምስኪን ኣነ ድማ ብፍቕሩ ፍልሕ በልኩ። ኣብቲ መጀመርታ ማርክ፣ ረዚን፣ ባህልን ደቂ ኣንስትዮን ኣፍሪቃ ዘኽብርን፣ ኣፍሪቃውያን ምስዚ ኩሉ ሃፍትና ኣብ ድኽነት ንነብር ምህላውና ካብ ልቡ ዝሓዝንን፣ ኣዝዩ ለውሃት ዝመልኦን ሰብ ኮይኑ'ዩ ቀሪቡኒ። ኣነ ኣብ ጀርመን ናይ ሓደ ዓቢ ናይ ህንጻ ካምፓኒ ወኪልን ዋና ኢንጂነርን እየ። ሕጂ ድማ ኣብ ኣፍሪቃ ሓድሽ ፕሮጀክት ንምጅማር ብካምፓኒና ከም ዋና መራሒ ኰይነ ተመዚዘ እየ መጺኤ እውን በለኒ። መልክዑን ኣቃውምኡን ኣዘራርባኡን እቲ ዘርእየኒ ዝነበረ ኣኽብሮትን ርእየ ድማ ልበይ ብፍቕሩ ወደቐ። እወ እታ ዝተጠልመት፣ እታ ዝተፈንፈነት፣ ዝተኸድዐትን ትሕቲ መሓዝኣ ዝተቖጽረትን ዝመሰላ ልበይ፣ ሓደ ከም ንግስቲ ዘሕንቅቓ ሰብኣይ፣ እሞ ድማ ጻዕዳ ምስ ረኸበት መሊሳ'ያ ብስኽራን ዓቢዳ። ሓው ባህታ ሓጎስ ሰገነይቲ፣ ባህታ ሓወይ ኣመና ይትዓሹ፣ እወ ባህታ ኣመና ይትዓሹ፣ ጻዕዳ ተመን እንተደኣ ነኺሱ፣ ደሊኻ ይርከብን ይፈውሱ ብምባል፣ ታሪኻዊ ትምህርቲ ከም ዝሃበና እሞ ኣበይ ዘኪረዮ እዚ ጻዕዳ እዚ ዘይልሙድ ፍቅሪ እውን ኣልመደኒ እወ ኣወዳት ሓበሻ ዘይክእልዎ ቀብጠርጠር ኣርኣየኒ መዓልታዊ ዕምበባ ሒዙ ኣጻብዐይ ከናፍረይን ግንባረይን እናሰዓመ ውነይ ኣጥፍኣለይ ምዃን ኣይፈለጥኩን ደኣ ነይረ እምበር ወናይሲ ካብታ ምስ መሓዛይን ሰብኣየይን ነበር ኣብ ህልኽ ዝኣተኹላ መዓልቲ'ያ ጠፊኣ። ንሽዱሽተ ኣዋርሕ ድማ ሕልሚ ብዝመስል ጥዑም ግዜ ኣሕለፍና። ኣብታ ሃገር ነዊሕ ዓመታት ተቐሚጠ ከብቅዕ ርእየዮ ዘይፈልጥ ቦታታት ንበጽሕ፣ በቃ ወደይን ስርሐይን ረሲዐ ዓበድበድ ደኣ በልኩ። እቲ ዝገርም ነዚ ጻዕዳ ምስ ዘየላለኹዎ ሰብ የለን። መቸም ደቂ ሄዋን ኣብ እልኽ እንተ ኣቲና ዘይንኾኖ የለን ነታ ሰብኣየይ ዝመንጠለትኒ መሓዛይ ነበር ከቕንእ ውን ብጥበብ ተዓሪቐያ ጻዕዳ ሰብኣየይ መታን ክትሪኦ ካብቲ ቡቲክ ጊፍቲ ክገዝኣለይ ከም ዝመጸ ጌረ ናይ ኣሽሓት ገዛእኩላ ኣይተረድኣንን እምበር ብዙሕ የኽሲበያ። ብዝኾነ ነዚ ጻዕዳ ከም ቦርሳይ ኣብ ዝኸድኩዎን ኣብ ዝሓደርኩዎን ኣንጠልጢለዮ ክዛወር ጀመርኩ። ብዓውታውን ርኣዩለይ ስምዑለይ፣ እዚ ንዓይ ዘይበቅዕ ሰብኣየይ ምስታ ዘይትረብሕ መሓዛይ ምስ ተመርዓወ፣ ጻዕዳ ሰብኣይ ፈጢሩለይ ብዘምስል ነታ ናይ ስደተይን እንጀራይን ከተማ ኣይትጽርኒ በልኩዋ። ገለ ሰባት እኳ ክምዕዱንን ካብቲ ዝጐዓዘ ዝነበርኩ ናይ ጥፍኣት መንገዲ ከድሕኑንን ይፍትኑ እንተ ነበሩ፣ ሓሳዳትን ቀናኣትን ልኡኻት ሰብኣየይን መሓዘይን ብምባል እዝኒ ኸላእኽዎም። መኸራ መኸራ እንተ ኣበየት መከራ ይምከራ ብምባል እውን ነጻ ሓደጉኒ። እቲ ጀርመናዊ ጻዕዳ ሰብኣየይ ማርክ ኣነ ሓበሻ ኣዋልድ ኣዝየ እየ ዝፈቱ ምስ ሓደ ወድኺ ተመርዕየ ንኤውሮጳ ክወስደኪ እየ ኣብ ዝሓጸረ ግዜ ከም ሰበይተይ ዜግነት ጀርመን ከውህበኪ እየ ኣብ ጀርመን ዓቢ ቤት ክንሰርሕ ኢና ነዚ ኣብዚ ዘሎ ትካልኪ ውን ኣብ ጀርመን ከፊትና ሓደ መስሕብ በጻሕቲ ኣፍሪቃውያንን ኤውሮጳውያንን ክንገብሮ ኢና እናበለ ገበታ መብጽዓታት ክኣትወለይ ጀመረ እዚ መብጽዓታት'ዚ ድማ ምስቲ መዓልታዊ እንግልሎ ዝነበርና ኣልኮላዊ መስተ ተደሚሩ መሊሱ ኣስከረኒ። እዚ ጠረው ሓበሻ ሰብኣየይ ስራሕኪ ዓጺኺ ገዛኺ ኮፍ በሊ ብምባል ይጭቕጭቐኒ ከም ዘይነበረ፣ ጻዕዳ ግን ጻዕዳ ምዃኑ ከይተርፎ ንቑሕን ምዕቡልን ኮይኑስ መሊሱ ከዕብየንን ከማዕብለንን ይሓስብ ኣሎ ብምባል መሊሰ ደኣ ዓበድበድ በልኩሉ። ሰብኣየይ ነበር ስራሕኪ ገዲፍኪ ኣብ ገዛ ወዓሊ ስለ ዝበለኒ ኢና ተፋቲሕና ክብሎ እንክለኹ No ስድራቤት ዝህብትም ሰበይቲ እንተሃፍቲማ ጥራይ'ዩ ደቂ ተባዕትዮ ኣፍሪቃ ማራ ድሒሮም ኣለዉ ናትና ሕብረተሰብ ከኣ ፌሚኒዝም ክብል ማራ ቀልጢፉ ኣሎ እቲ ሓቂ ግን ሰብኣይን ሰበይትን ብማዕርነት ተኸባቢሮም ክኸዱ ኣለዎም ኣነ ንቀዳመይቲ ኣፍቃሪተይ እናፍቀርክዋ ዘይተመርዓኽዋ ስራሕ ስለ ዘይትፈቱን ሓካይ ስለ ዝኾነትን እዩ እናበለ ምስሉይ ኣስተምህሮ ክህበኒ እንከሎ ሊቕ ኮይኑ ተሰመዓኒ። ኣብ ጉዳይ ገንዘብ መብዛሕትኡ ግዜ ብገንዘቡ እኳ ንዘናጋዕ እንተነበርና፣ ነቲብ ትካለይ ንበልዖን ንሰትዮን ዝነበርናን ኣብ ገለ ኣጋጣሚታትን ግን ካብ ገንዘበይ ንጥቀም ኔርና ኢና። ቅድሚኡ ኣብ ትካለይ ሓንቲ ምግቢ እንተበሊዐ፣ ሓንቲ ኮካ እንተሰትየ እውን ካብ ጁባየ ዝኸፍሎ ኔረ። ሽሕኡ ግን ፈጺመ ስነ-ምግባር ናይ ስርሐይ ምርሳዕ ጀመርኩ። እቲ መወዳእታ ሓኒቑ ፈንጠር ዘበለኒ መፈንጠራ ናይዚ ጀርመናዊ ጻዕዳ፣ ሓደ መዓልቲ ክገሃድ ጀመረ። ሓደ ዓቢ ጸገም ኣጋጢሙኒ ኣሎ፣ በለኒ እናተከዘ። እቲ ኣብ ጀርመን ዘሎ ባንክ ሕሳበይ፣ ብሰንኪ ገለ ናይ ታክስ ሕቶታት ንግዚኡ ኣደስኪሎሞ ኣለዉ፣ እዚ ፕሮጀክት ክሳብ ዝጅመር ድማ ንመንቀሳቐሲ ዝኸውን ገንዘብ የብለይን፣ ጀርመን ምስ ተመለስኩ ዕጽፊ ገይረ ክሰደልኪ'የ እውን በለኒ። ኣነ ዓሻ ድማ ጻዕዳ ሰብኣይ ገንዘብ ዝስእን ኮይኑ ስለ ዘይስምዓኒ ብዘይ ዝኾነ ጸገም ሃብክዎ። ልዕሊ ኩሉ ድማ ነቶም ክወራዘዩለይ ዝጸንሑ ሰባትን ነቲ ዝፈታሓኒ ሰብኣየይን እንሆ ጻዕዳ ኣፍቂሩኒ ናብ ኤውሮጳ ክወስደኒ ኢለ ንኽብረይ ክመልስ ስለ ዝደለኹ ዓይነ ሕልናይ ዓዊሩ እዩ ዝነበረ። ክንደይ ኢኻ ደሊኻ ርኸብ ኣይትስኣን ምስ በልኩዎ ድማ ዓሰርተ ሓሙሽተ ሽሕ ዶላር በለኒ። ነዚ ገንዘብ እዚ ክሓተኒ እንከሎ ብገርሀይ ክንደይ ገንዘብ ብካሽ ኣቐሚጠ ከም ዘለኹ እንታይ ክገብር ይሓስብ ከም ዘለኹን ይነግሮ ስለ ዝነበርኩ እዩ። ከይተማታእኩ ድማ ካብታ ካሽ ዝሓብኣላ ምስጢራዊ ሳንዱቐይ ኣውጺኤ ሃብክዎም። ናይ ጽላለ ፍቕርና እውን ቀጸልና። ናይ በሓቂ ሕጂ ክሓስቦ እንከለኹ ፍጹም ጽላለ እዩ ነይሩ። በብግዜኡ እውን ገንዘብ ኣብ ዝሓተተኒ ዓመታት ከርቲተ ዝመላእክዎ ካዝናይ ከከፊተ ይህቦ ነበርኩ። እቲ ሕጂ ዘሕዝነኒ ግን እዚ ጻዕዳ ዝጋብዘንን ዘዛውረንን ዝነበረ ብገዛእ ገንዘበይ ምዃኑ እዩ። ኣብታ ሃገር ዝርከብ ኤምባሲ ጀርመን ከይዱ እውን ምስ ወደይ ከም ዘመዝገበንን ጀርመን ኣትዩ ፕሮሰስ ምስ ጀመረለይ ቀልጢፉ ክሰልጥ ከም ዝሕግዘናን እውን ሓበረኒ። ኣነ ከኣ ጻዕዳ ኣንበሳ በዓል ፋረ እናበልኩ ደበልኩሉ ደኣ። ቀጺሉ በብግዜኡ ገንዘብ ክሓተኒ ጀመረ። ንቪዛ ዝኸውን ክኸፍል፣ ንካምፓኒ ዝኸውን መሳርሒ ክዕድግ፣ ካብ ባንኪ ገንዘበይ ክሳብ ዝለቆለይ እናበለ ከይተፈለጠኒ ካብቲ ንዓመታት ዝቖጠብክዎ ገንዘብ ዕስራን ሓሙሽተን ሽሕ ዶላር በብግዜኡ ሃብክዎ። ንስድራይ እኳ ዘይሃብክዎም ገንዘብ ንዕኡ ግን ብምሉእ እምነት የረክቦ ነበርኩ። በለ ሕጂ ኩሉ ተወዲኡ እዩ ቅድሜኺ ከይደ ኩሉ መስርሕ ፕሮሰስኪ ከዳልዎ እየ ድሕሪ ሓጺር ግዜ ድማ ትኬት ክሰደልኪ'የ ኢሉኒ ውን ተሰናቢቱኒ ንጀርመን ተመልሰ ኣነ የዋህ ገርህ ልባ ድማ ኣብ ሕቕፍኡ ተሸጒጠ ኣይፍለን እናበልኩ ደም እናነባዕኩ ኣፋነኹዎ ከም ዝናፍቖ ውን ነገርክዎ ንሱ ግን ንይምሰል ሐቚፍንን ከም ዝናፍቐንን ነጊሩኒ ከብቅዕ፣ ብውሽጡ ግን ኣንቲ ዓሻ ኣፍሪቃዊት ይብለኒ ነይሩ ይኸውን። ማርክ ናብ ጀርመን ካብ ዝኸይድ ሓደ ሰሙን ሓለፈ። ክልተ ሰሙን፣ ወርሒ፣ ክልተ ወርሒ። ተሌፎኑ ፈጺሙ ተዓጽወ። ኢመይል ክጽሕፈሉ እንከለኹ ፍጹም መልሲ የለን። ማሕበራዊ ገጻቱ ኩሉ ጥፍኦ። ሸቐልቀል ክብል እውን ጀመርኩ። ናይቲ ዝነብረሉ ዓዲ እምበር ናይ ጀርመን ተሌፎኑን ኣድራሽኡን ፈጺሙ ኣይነበረንን። ጀርመናዊ ምኻኑ እምበር ዓዱ ይፈልጥ ዓውዱ ሓንሳብ ምስ ተሰወረ ምርካቡ ጸገመኒ። እቲ እንኮ ዝነበረኒ መረጫ ኣብቲ ዝነብረሉ ሆቴል ከይደ ክሓትት እዩ ነይሩ። ንሶም ግን ንባዕሎም ግዳያት ኮይኖም ጸንሑኒ። ኣብዚ ንኽልተ ሰሙን ብልቓሕ እዩ ነይሩ፣ ብዙሕ ዕዳ ገዲፉልና እዩ ከይዱ ዝብል መሪር መልሲ እውን ሃበኒ። ሽዑ እዩ ከኣ ሰማይ ኣብ ርእሰይ ዝወደቐ ኮይኑ ዝተሰማዓኒ። እቲ ዘይልሙድ ኣልሚዱ ፍቕሪ ሪኡ ልበይ ዘለስለሰ ጻዕዳ መታለሊ ተንኮለኛ ምዃኑ ተረዳእኩ። ገንዘበይ ጥራይ ኣይኮነን ወሲዱለይ። ክብረይን ተስፋይን ውን መንዚዕዎ ዩ። እቲ ሕጂ ለይትን መዓልትን ዝበልዓኒ ዘሎ ናይ ሕልና ስቓይ ግን እቲ ዝኸሰርክዎ ገንዘብ ጥራይ ኣይኮነን። ነተን ተፋትየ ሓይለን ዝዋራዘያ ዝነበራ ኣንስቲ ክሕርር፣ ነቲ ዝፈትሓኒ ሰብኣየይ ከሕርቕ ኢለ ዝኣተኹዎ መንገዲ፣ ንዓይ ካብ ሱራ ከም ዝተማሕወት ዓባይ ገረብ፣ ኣሕሪሩንን ኣዕንዩንን ተሪፉ። ክብረት ክረክብ ዝሓሰብክዎ ውርደት ተጎልበብኩ። ሰባት እንታይ ኮይንኪ ትበሳጨውለኺ ኢሎም ክሓትኑ እንከለዉ፣ ማርክኸ ከመይ ኣሎ ክብሉኒ እንከለዉ፣ ስራሕ ስለ ዝበዝሖ ጠፊኡኒ ኣሎ እናበልኩ ክሳብ ሎሚ እሕሱ ኣለኹ። ግን ከኣ ክሳብ መዓስ? እቲ ዝሃብክዎ ዕስራን ሓሙሽተን ሽሕ ዶላር፣ ምስቲ ምስኡ ዘጥፋእክዎን ኣብ ገዛይ ዝሓንሸሾን ገንዘብ ተደሚሩ ከባቢ ሰላሳ ሽሕ ዶላር'ዩ ቁማር ኢሉኒ። ንዓመታት ዝደኸምኩሉ፣ ዓደይ ጸሓያ በሪቑ ሒዘዮ ክምለስን ኣብ ሃገረይ ከውፍሮን ዝሓሰብኩ ገንዘብ ኣይናትክን ተባሂለ። ኣቦታቱ ንኣፍሪቃ ገዚኦም ዝመንዝዕዎ ዝነበሩ ሃብቲ ከይኣክል መቐጸልታ ናይቲ መግዛእቲ ጻዕዳ ዝብል ኮይነ ጥራይ ኢደ ተረፍኩ። ካብ ህልኽ ተላዒለ ጸላእተይ ብምባል ባዕለይ ኣብ ርእሰይ ዝቐረጽኩዎም ሰባት ከሕርር ብምባል ንባዕለይ ሓሪረ ተሪፈ። ነቲ ኣምላኽ ዝሃበኒ እንጀራ በስመኣም ኢለ ከይበልዕ ባዕለይ ሓዊ ረኪዐሉ። ነዚ ጀርመናዊ ጻዕዳ ምስ ገለ ሰባት ኮይነ ምስ ኣጽናዕክዎ፣ ወኪል ናይ ሓደ ዓቢ ናይ ህንጻ ትካልን እንጂነርን ዘይኮነ፣ ተራ በጻሒ ሃገር ኮይኑ እዩ ጸኒሑ። ዓይነ ህልናይ ተደፊኑ እምበር፣ ምሳይ ለይትን መዓልትን ክውዕል እንከሎኸ፣ ነቲ ወኪልዎ ዝመጸ ዓቢ ናይ ህንጻ ትካል መዓስ ድዩ ከመሓድሮ ብምባል ዘይሓስብ። ናብ ኤምባሲ ጀርመን ኣብታ ሃገር ከይዶ ውን ክኸሶ ፈቲነ እየ። ግን እቲ ገንዘብ ብካሽ ስለ ዝሃብክዎ ወላ ሓንቲ ናይ ወረቐት መርትዖ ከቕርብ ኣይከኣልኩን። ነቲ ክሲ ክቕጽሎ ከም ዘለንን መንግስቲ ጀርመን ንምትላል ኣብ ዝከላኸል ዓለምለኻዊ ሕጊ ኣባል ምዃኑን ከረኻኽበሉ ከም ዝኽእልን እኳ እንተ ተሓበርኩ፣ ብዙሕ ሕልኽላኻትን ኮለልን ከም ዘለዎ ስለ ዝፈልጥ ስቕ ደኣ መረጽኩ። እቲ እንኮ ዘለኒ ምርጫ፣ ሓደ ኢለ ተበጊሰ ህይወተይ ዳግማይ ክሃንጽ ጥራይ እዩ። ዝኸበርኩምን ዝኸበርክንን ተኸታተልቲ ፓራዳይዝ ሚድያ! ዛንታ ህይወተይ ኣብዚ ኣብቂዑ ኣሎ። ነዚ ታሪኸይ ክዛዝም እንከለኹ፣ ሓደ ንዝዓበናን ንዝነኣስናን ዓቢ ትምህርቲ ዘስነቐና ዛንታ ከዕልለኩም። ነቲ ንጉስ ሰማያት ዝኾነ ንስሪ እንኮ ዝደፍሮ ዘይርብሕ እንስሳ ኳኽ ጥራይ እዩ። ንስሪ ድራር እለቱ ንምምእራር ትሒቱ ኣብ ዝበረሉ እዋን፣ ኳኽ ኣብ ልዕሊኡ ብምምጻእ ክተኹቦ ይጅምር። እቲ ካብ ቱዃኽ ንላዕሊ ዓርሞሽሻዊ ሓይልን ግዝፍን ዘለዎ ንስሪ ግን ዝቃለሶ ዶ መስለኩም? ፈጺሙ ይቃለሶን እዩ። ኣብ ክንድኡ ንላዕሊ እናበረረ እዩ ብራኸኡ ዝውስኽ። እቲ ኳኽ ድማ በቲ ክንዲ ናይቲ ንስሪ ዘይከውን መትኮቢኡ እናተኾቦ ከይተረድኦ ምስኡ ንላዕሊ ይድይብ። መወዳእትኡ ኣብ ሓደ ብራኸ ምስ በጽሑ፣ እቲ ኳኽ ብዘይ ዝኾነ ናይ ንስሪ መጥቃዕቲ፣ እቲ ብራኸ ዓቕሙ ስለ ዘይኮነ፣ ኦክስጅን ሓጺርዎ ትንፋስ ስኢኑ ንመሬት ይወድቕ። ርኢኹምዶ፣ ንጸላእተይ ኢልካ እትሓስቦም ዘይረብሑ ሰባት እትቐጽዓሉ ዝዓበየ መድሃኒት፣ ብራኸኻ ብምውሳኽ ዓወት ምጉንጻፍ ጥራይ እዩ። ኣነ ግን እዛ ኣብ ስርሐይን ሂወተይን ከም ንስሪ ጅግና ዝነበርኩ ፌርዶስ ነዚ ሓቂ እዚ ፈጺመ ረሳዕክዎ። ሰብኣየይ ኣይነበርን እታ ዝኸድዐትኒ መሓዛይን ከም ኳኽ ኮይኖም ኣብ ዝባነይ ተወጢሖም ክነኽሱንን ክብረይ ከጉድሉን ምስ ጀመሩ ኣነ ክገብሮ ዝነበረኒ ስጉምቲ ሓደ ጥራይ እዩ ነይሩ ንላዕሊ ምምራሽ። ኣብቲ ዝነበርክዎ ናይ ስራሕ ዓወት ንላዕሊ ክበጽሕ፣ ካብቲ ዝነበረኒ ክብሪ ዝበለጸ ክብሪ ክሃንጽ፣ ብዝያዳ ክዓቢ እዩ ነይሩኒ። ንሳቶም ባዕሎም ካብቲ ዝሓኾርክዎ ብራኸ ዓወት ተዳኺሞም ክወድቁ ክሓድጎም ነይሩኒ። እቲ ዝበለጸ ምፍዳይ ዓወት እዩ ነይሩ። ኣነ ግን ብኣንጻሩ ምስኳ ክተሃላለኽ ኢለ፣ ካብቲ ዝነበርክዎ ብራኸ ሰማያት ናብቲ ንሳቶም ዘለውዎ መሬት ደኣ ወረድኩ፣ ምስኦም ክተሃላለኽ፣ ንዕኦም ከሕርር፣ ካባኹም ዝበልጽ ሰብኣይ ረኺበ ኢለ ክምካሕ ክብል ድማ ነብሰይ ንሓደጋ ኣቃላዕክዋ። ብሰንኪ እቲ ሕነ ናይ ምፍዳይ ህልኸይ፣ ዓይነ ሕልናይ ዓዊሩ፣ ነቲ መሳልል ዓወተይ ዝመሰለኒ ግን ድማ መፈንጠራ ውድቀተይ ዝነበረ ጀርመናዊ መረጽኩ። እቲ ጀርመናዊ ንዓይ ከም ንስሪ ርእዩ ኣይኮነን ቀሪቡኒ። ኣብቲ ምስኳኽ ክተሃላለኽ ዝወረድኩሉ ጭቃ ህይወት፣ ንውድቀት ከም ዝተሃወኽኩን ክታለል ከም ዝኽእልን ተረዲኡ'ዩ ተጻዊትለይ። ሎሚ ኩሉ ሃፍተይን ዓመታት ዝደኸምኩሉ ገንዘበይን ክጠፍእ እንከሎ፣ እቲ ዝዓበየ ክሳራይ ገንዘብ ጥራይ ኣይኮነን። እቲ ካብ ብራኸ ንስሪ ወሪደ ምስ ኳኽ ክቃለስ ምውሳነይ እዩ። ካብ ዛንታይ ኩሉኹም እትመሃርዎ ቁምነገር እዚ እዩ። ሰባት ክንዕቁኹም፣ ክወራዘዩልኩም ወይ ክኸድዕኹም እንከለዉ ግዜኹም ኣብ ህልኽን ሕነ ምፍዳይን ፈጺምኩም ከይተጥፍኡ። እቲ ዝበለጸ ሕነ ምፍዳይ ዝያዳ ምዕባይን ንላዕሊ ምምራሽን እዩ። ብራኸኹም እንተወሲኽኩም እቶም ክጎድኡኹም ዝደለዩ ሰባት ባዕሎም ክወድቁ እዮም። ኣነ ሎሚ ካብቲ ዝወደቕክዎ ተንሲኤ ዳግማይ ክንፈይ ዘርጊሐ ናብ ብራኸይ ክምለስ እየ። እዛ ዛንታይ ድማ ንዓኹም መለበሚት ትኹን። ፓራዳይዝ ሚድያ ዛንታይ ከካፍል ዕድል ስለ ዝሃብኩምኒ ካብ ልበይ የመስግን። ክቡራት ተዓዘብቲ ድማ ክሳብ መወዳእታ ጽን ኢልኩም ስለ ዝሰማዕኩምኒ ምስጋናይ ወሰን የብሉን። ሓብትኹም ፌርዶስ ካብ ከባቢ ኣፍሪካ።